ኣብ ቀጸልቲ ሰለስተ ዋርሕ ግዜያዊ ምምሕዳር ትግራይ ክዓሞም ካብ ዝሓሰቦም ቀንዲ ኣንፈታት ኣብ ምሕደራ ዝረኣዩ ዓበይቲ ጸገማት ብምፍላይን እቶም ቀንዲ ናይ ምክፍፋል፣ ምድፍፋእን ምጥቕቓዕን ተግባራት ደው ክብሉ ምግባር። ኣብ ጣብያን ወረዳን ዘሎ ናይ ዘይምርግጋእን ናይ ምጥቕቓዕን ተርእዮታት ንትግራይ ስለ ዘይጠቅም ሓደ ነቲ ሓደ ዝፀርገሉ ኩነታት ክህሉ ስለ ዘይግባእ ጊዚያዊ ምምሕዳር ንኹሉ ዝሓቁፍን ኩሉ ዝቕበሎን ክኸውን ምግባር። እዚ ድማ ኣብ ማእኸል ጥራሕ ዘይኮነስ ክሳብ ወረዳን ጣብያን ክወርድ ምግባር። ብብርኪ ትግራይ ብሄራዊ ዋዕላ ብምክያድ ከም ብሄር ህልውናናን ድሕንነትናን ኣብ ዝውስኑ ኣጀንዳታት ብሄራዊ ምርድዳእ ንምፍጣር ክስራሕ እዩ። ብብርኪ ዞባን ወረዳን እውን ህዝባዊ ዋዕላታት ብምክያድ ካብቶም መድረኻት ዝርከቡ ሓሳባት ድማ ወዲብካን ጠሚርካን ምሕደራ ፀገም ትግራይ መፍትሒ ኣብ ምግባር ክስረሐሉ እዩ። ኣብ ክልተ ዋልታ ጫፍ ዝረገፀ ፖለቲካ ትግራይ ምዕሩይ ንምግባር ከም ህዝቢ ብሄራዊ ዕርቂ ምፍፃም። ዝኾነ ሰብ ዝሓዞ ኣረኣእያ ብዘየገድስ ብናፃ ናይ ምንቅስቓስ መሰል ብምርግጋፅ ትግራይ ምህናፅ። መንነት ትግራዋይነት ንዘመናት ዝፀንሐን ኣብ ፅኑዕ መሰረት ዝተሃነፀን እዩ። ብምዃኑ ድማ ሓለሓሊፎም ዝንፀባረቑ ናይ ከባብያውነት ተርእዮታት ሳዕቤኑ ብዕምቆት ብምርዳእ ናይ ከባብያውነት ፀገም ካብ ስሩ ብምምሓው ሓድነት ህዝብና ንምብራኽ ኣብ መፍትሒኡ ጠመተ ተዋሂብሉ ክስራሕ እዩ። ደጋፍን ተቓዋምን ኮይኑ ኣብ ክልተ ተኸፋፊሉ ዘሎ ማሕበረሰብ ዲያስፖራ ትግራይ ናብ ሓደ ብሄራዊ ምርድዳእ ክመፅእ ክስራሕ እዩ። ሰላምን ድሕንነትን ናይ ምርግጋፅ ሓላፍነት ናይ መንግስቲ ብምዃኑ ተርእዮታት ስርቂ፣ ሃንጊ፣ ክትራን ወዘተ ንምዕጋትን ሰላምን ምርግጋዕን ንምፍጣርን ምስ ህዝቢ ምምሕዳርን ናይ ጸጥታ ሓይልን ተደጋጊፍካ ብዕቱብ ክስራሕ ኢዩ። ትካላት ፍትሒ ካብ ዝኾነ ኢድ ኣእታውነት ናጻ ኮይነን ልዕልነት ሕጊ ኣብ ምርግጋጽ ቀዳምነት ሂብካ ብምስራሕ መንግስቲ ግቡኡ ክዋጻእ ኢዩ። ኢንቨስትመንትን ኢኮኖምን ትግራይ ንምንቕቓሕ ናይ ቀዳምነት ቀዳምነት ተዋሂብዎ ምስ መንግስቲ ፌደራል፣ ሰብ ሃፍቲ ተጋሩን ከምኡ ድማ ኣብ ትግራይ ኢንቨስት ክገብሩ ምስ ዝደልዩ ኣካላትን እናተላዘብካ ክስራሕ ኢዩ። መናእሰይ ተረባሕቲ ማሕበረ ቁጠባ ኣብ ምግባር ዝተቋረፁ ናይ ፌደራል ፕሮጀክትታት ናብ ስራሕ ክኣትዉ ክግበር እዩ። ቁጠባ ትግራይ ንምንቕቓሕን ምስ ክልላትን ካልኦት ዝምልከቶምን ኮይንካ ዝተፈላለዩ ናይ ኢኮኖሚ ፎረማት ምድላው። ተማዛበልቲ ናብ መረቦቶም ናይ ምምላስን ውዕሊ ሰላም ፕሪቶርያ ብሙሉእነት ተፈፃሚ ናይ ምግባርን ጉዳይ ቁልፊ ትልሚ ሰለስተ ወርሒ እዩ። ጊዚያዊ ምምሕዳር ትግራይ ብዝኾነ ይኹን መንገዲ ናብ ኲናት ዝኣትወሉ ኩነታት ከምዘይህሉን ኩሎም ፀገማት ብሰላማውን ሰላማውን መንገዲ ጥራሕ ንምፍታሕ ብልዑል ዝኾነ ርብርብ ክስራሕ እዩ። ፕረዚደንት ጀነራል ታደሰ ወረደ ኣብ ዝቕፅሉ ሰለስተ ኣዋርሕ ብዛዕባ ዝሰላሰሉ መደባትን ኣንፈታትን ጊዚያዊ ምምሕዳር ትግራይ ኣመልኪቶም ኣብ ቀረባ መዓልቲ ንህዝቢ ትግራይ ዕላዊ ክገብሩ እዮም። ድምፂ ወያነ ትግራይ እውን ብኹሎም መማረፅታት ናብ ተመልከትትን ኣድመፅትን